ሰላም ኣብ ኩሉ ኩርናዕቲ ዓለም ትርከቡ ውራት ተኸታተልቲ መደብና ናይ ሎሚ መደብና ምስ ሓንቲ ኢራብ ዝተባህለት ጅግና ኤርትራዊት ዋዕሮ ክኸውን እዩሞ ሰናይ ምክታል ብዓበይቲ ስነጥበባውያን ሃገርና ዝኾኑ እሳያስ ጸጋይን ኣበባ ሃይለን ዝተሰርሐ ስራሕ ብምዃኑ ረዚን መልእኽቲ ክሕልፍ ምዃኑ ይበራልካ። እንታይ ክብል ደልየ መቸም ትስሕትዎ ኣይብልን ኢራብ ቀይር ዓዲ ገሻ ርሑቕ መንገዲ ኢራብ ግን መን እያ? እዛ ብክቡር ስነጥበባዊ ኢሳያስ ጸጋይ ተገጢማ ብድምጻዊት ኣበባ ሃይለ ተዘይማ ዝተደርፈት መሳጢት ስራሕ ኣብ መጀመርታ'ኳ ንኹለን ኤርትራውያን ስውኣት ተጋደልቲ ትውክል ገጸ ባህሪ'ያ ይብል እንተነበርኩ ድሒረ ግን እዚ ናይ ሓንቲ ኣብ ሰላሕታ ወራር ዝተሰውእት ተባዕ ሓቀኛ ዛንታ ምዃኑ ክርዳእ ከኣልኩ። ነዚ ዓቢ ዛንታ ዴናን ሓፍትናን ኢራብ ክፈልጥ ድማ ሃሰው ክብል ጀመርኩ። ኣብ ስደት ኮንካ ነዚ ረዚን ዛንታ ብቀለም ይኹን ብኣፈ ታሪኽ ዘዘንትወልካ ክትረክብ ኣሸጋሪ እዩ። ኣብ ኮመንት ከም ዝረኣኹዎ ብዙሕ ሰብ ታሪኽ ናይዛ ጅግና ክፈልጥ ከም ዝደሊ ተረዲኤ። ካብኡ ሓሊፉ እውን እታ ቀዳመይቲ ስውእቲ እያ ዝብል ርእየ ኣለኹ። በዚ ምኽንያት እዚ እየ ከኣ ኣለም እታ ኢራብ ዝብል ቅጽል ስም እትጽውዖ ዋዕሮ ክረክብ ዳህሳስ ዝገበርኩ። በዚ መሰረት ከኣ ብዕለተ ዓሰርተ ሸውዓተ ሰነ ክልተ ሽሕን ዓሰርተ ኣርባዕተን ዝተሓትመት ዓምዲ ገጻት ህይወት ናይ ጋዜጣ ሓዳስ ኤርትራ ኣብ ትሕቲ ዛግረ ፍረ ከርሲ ኢራብ ዝብል ኣርእስቲ ገለ ረኺበ። ካብቲ ንዓኣን ንወዳን ኣመልኪቱ ዝተጻሕፈ ጽሑፍ ገለ ንሰብ መበገሲ ዝኸውን ሓቀኛ ታሪኽ ሒዘልኩም መጺኤ ኣለኹ እሞ ሰናይ ምክትታል። ዛንታ ኢራብ ከምቲ ኣብቲ ጽሑፍ ዝተራበ ኢራብ ምሉእ ስማ ኣለም ጸጋይ ትባል ኣብዛ መሬት ውን ሓደ ዛግረስ ስሙ ኣብ ሽሕን ትሽዓተ ሚእትን ሰማንያን ሓደን ዝወለደቶ ሓድጊ ኣለዋ ትውልዲ ዓዳ ኣብ እምባትካላ ክኸውን ከሎ ኣብ ሽሕን ትሽዓተ ሚእትን ሰማንያን ሰለስተን ድማ ኣብ ሰራሕ ተወራሪያ እዛ ጅግና ተሰዊኣ ኣብ ብዙሕ ኣጋጣሚ ብሰንኪ ናይ ሰብ መሰል ሰባት ኢራብ እታ ቀዳመይቲ ስውእቲ ኣለም መስፍን እያ ይብሉ እዮም። እንተኾነ ተጋዳሊት ኣለም መስፍን ኣብ ሽሕን ትሽዓተ ሚእትን ሰብዓን ኣርባዕተን እያ ተሰዊኣ። ኢራብ ኣብ ኩሉ ንጥፈታታ ተባዕ፣ ኣብ ኲናት እውን ከም ፈረስ ትጋልብ ብጨቕ ዘይብላ እያ ነይራ። ኣለም ግን ኣብዚ ጥራይ ዝዕገት ጅግንነት ኣይነበራን። ኣብ ማእቶታዊ ስራሓት እውን መዳርግቲ ኣይነበራን። ኣብ መወዳእታ ናይ መስዋእታ ድማ ከምዚ ይመስል ነበረ። ኢራብ ኣቐዲማ ዕጥቃ ዓጢቓ ጫማኣ ንኽትወዲ ሃሰው እናበለት፣ ጫማኣ ግን ሽታማይ ደኣ ኮነ። ኮነን ኢላ ምስ ሰኣነተን ድማ ሓዚና። ጥራይ እግራ ምንቅስቓስ ከጸገማ ምዃኑ እናፈለጠት ግን ብሕልናኣ ግን ተቐቢላቶ እያ። ኣብ ከባቢኣ ቁርጽራጽ ጫማ ኮዮ ወታደራት ደርጊ ስለ ዝረኸበት፣ ነቱ ሰል ማለት ናይ ታሕቲ ምንጻፍ ቀዲዳ ብምውጻእ፣ ካብ ሓኪም ጋንድኡም ባንዶጅ ወሲዳ ነቲ ሶል ምስ እግራ ብምጅናን ንግዚኡ ክሰርሕ ዝኽእል ጫማ ሰሪሓ ንኩናት ነቐለት። ኣብቲ ግዜ ሓዊ ዝኾነ ኩናት እዩ ነይሩ። ጸላኢ ነቲ ገዛ እቲ ኣባታት ስለ ዝተቋጸጸሮ ኩሉ ምንቅስቓሳት ኣብ ትሕቲኡ እዩ ነይሩ። ኣጽዋር ከም ዝናብ ኣይሂ ይዝንብ ነበረ። ዳርጋ ነፍሲ ወከፍ ስጉምቲ ብመድፍዕ ተፋሒሩ እዩ ነይሩ። ኢራብ ከኣ ኣብዚ ረመጽ እዚ እያ ትዘልል ነይራ። ኩሉ ምንቅስቓሳት ኣለም ምስ ኲናት ዝተኣሳሰረ ይመስል። ኲናት ምስ ዝጅምር መታሕዚ የብላን። ኲናት ላባ ከቢድ እዩ ነይሩ። ኣብዚ ኹናት ድማ ነንሕድሕድካ ሓውሱስ ይኸውን። ሽዑ ኢራ ብሃንደበታ ሃሪማ፣ ንሸፋሸፍቲ ዓይና ዝኣደወት ጥይት ድማ ኣውዲቓታ። ምስታ ጽብቕቲ ቁምጣ ጋምባላኣ ምስ ፈውሲ ክሻፋ ኢላ ኣብ ርእሳ ዘጥለቐታ ዝነበረት ናይ ብላይ ጃኬት ቆቢዓ፣ ምስቲ ክንዲ ጫማ ዘገልግላኣ ሶላን ባንዶጃን ጥንቅሊሕት ወዲቓ። ግን ኣይተመልሰትን። ከላሽና ኣብ ሰለፋ ኣጋዲማ ዘለኣለማዊ ድቃስ ደቂሳ ተሰዊኣ። ዕለት ትሽዓተ ወርሒ ሸውዓተ ሽሕን ትሽዓተ ሚእትን ሰማንያን ሰለስተን ግን መኣስ ንኢራብ ጥራይ ኣብ ሓደ ቦታ ንበርቂ ድምጻዊ ስዉእ ተጋዳላይ ዐወጋብር እውን ወሲዳያ። ኣብታ ብመምህልላ እሳያስ ጸጋይን ኣበባ ሃይለን ዝተስርሐት ኢራብ ድማ ከም ዝኸብሉ ገሊጾማ ኣለዉ። ምድረ ሰማይ ጸልሚቱ ሰላሒ ስሚዩ ወቕቱ ረመጽ ከሎ ዘሊላ ሰጊራቶ ሽዳ የብላ ፍርቂ ለይቲ ነቒላ ወርሒ ኣድሚቓቶ ምስላ ቀይራ ንደማ ዓዲ ገሻ ርሑቕ መንገዲ ኩነታት ወዳ ምስ ዝመጽእ ዛገርጎይትኦም ብህይወት እኳ እንተሃለወ ከቢድ ስንክልና ግን ኣለዎ። ጠንቂ ስንክልንኡ ከኣ ኣዲኡ ኢራብ ንዕኡ ኣብ ማህጽን ጸይራ ትዘልን ትተዓጻጸፍን ስለ ዝነበረት ንሱ ምስናይ ዓንዲ ሕቖ ጸገም እዩ ተወሊዱ። ብዙሕ ሕክምናዊ ፈተነታት ወላኳ እንተተገብረ ፍታሕ ግን ኣይተረኽበን። ክሳብዛ ቀረባ እዋን ድማ ካብቲ ዝቕመጠሉ ዝነበረ እንዳ ድዩ እምባትካላ ናብ ኣስመራ ብምምጻእ መካይን እንዳሓጸበ ህይወቱ ይመርሕ ከም ዝነበረ ኣብቲ ጽሑፍ ይሕብር። ንኽቡርኩም ተኸታተልቲ እዛ ቻነል! ታሪኽ ምፍላጥ ክብረት እዩ እሞ ሃሰስ ንበል። ኣነ ብወገነይ ፈቲሸ ንእሽተይ ዝረኸብኩዋ የከፍለኩም ኣለኹ እሞ ንስኹም እውን ብወገንኩም ሰፊሕ ኣፍልጦ ክህልወኩም ስለ ዝኽእል ሓሳብኩም ኣብ ኮመንት ፍስሱ። ኣገዳሲ ኮይኑ ምስ ትረኽብዎ ከኣ ሸር ኣብ ምግባር ኣይትረስዑ። ኣብ ዝመጽእ ብኻልእ ክሳብ ንራኸብ